መጋረጃ ናይቲ መስኮት ጽቡቕ ገይረ ስለ ዘይዘርጋሕክዎ፣ ብርሃን ወርሒ ብመስኮት ኣትዩ ካብ ድቃሰይ ኣበራበረኒ እሞ ነቓሕኩም። ካብ ዓራት ከይተንሳእኩ ጎቦ ስለ ዝኾንኩ፣ ኣብኡ ዕጥይጥይ እናበልኩ እንከለኹ፣ ሓደ ዘሰንብድ ድምጺ ነቲ ጸጥታ ናይቲ ከባቢ ረበሾም። ናይ ምንታይ ድምጺ'ዩ ኢለ ጽን እንተ በልኩ፣ ናይ ባእሲ ዝጥዕም ኮይኑ፣ ልክዕ ካብቲ መደቀሲየይ ዘሎ ናይ ካልኣይ ደርቢ ክፍሊ ምዃኑ ፈለጥኩ። እቲ ባእሲ ቀጸለ። እንተኾነ ሓደ ካብቶም ተባእስቲ ተሰኒፉ ግዲ ኮይኑስ። ርድኡኒ! ርድኡኒ! ኣንታ ሰብ የለን ድዩ? ሮችስተር! ሮችስተር! በጃኻ ስለዝግሄር ኢለካ መጺኻ ሓግዘኒ! ብማለት ክግዕር ጀመረ። ክልትኡ ዝነበረ ሰብ እቶም ኣጋይሽ ከይተረፉ ማዕጾኦም ብምኽፋት ክረድኡ ወጹ። እንታይ እዩ እዚ ነገር እዚ እስከ ብርሃን ወልዕ ሰረቕቲ ከይኮኑ ድማ በሉ። እቶም ኣጋይሽ ኣቶ ሮጅስተር ኣብ ሓደ ቦታ በጺሐ ክምለስ እየ ምስ በሎም ብድሕሪኡ ስለ ዘይረኣይዎ ከም ዝመጸ ስለ ዘይፈለጡ ንሮጅስተር ከኣ ካብቲ ዝኸዶ መጺኡ እንተኾይኑ ረእይዎ እስከ ብምባል ኩሉ ሰብ ርእይትኡ ይህብን ይዛረብን ነበረ። ደሓር ግና ኣቶ ሮጅስተር ኣብዚ ኣለኹ ብማለት መብራህቲ ሒዙ ካብ ላዕለዋይ ደርቢ ናብ ታሕተዋይ ገጹ መጸ። ቀጺሉ ጸገም የለን፣ ሓንቲ ካብዘን ሰራሕተኛታት ሕማቕ ሕልሚ ስለ ዝሓለመት እያ ሰንቢዳ። ኩሉ ሰብ ተኣኪቡ ኩነታት ክፈልጥ ይደሊ ስለ ዝነበረ ኣቶ ሮጅስተር ምስ መጸ ቁሩብ ፍኹስ በሎም። ኣቶ ሮችስተር ናብ ኢንግራም እናጠመተ፣ ወይዘራዝር ደሓን ኣይትፍርሃ፣ ዘሻቕል እውን የብልክንን፣ ኩላትኩም ድማ ነናብ መደቀሲኹም እንተኸድኩም ይሓይሽ፣ ቁሪ ከይትወስዱ፣ በሎም። ነዚ ምስ በሎም፣ ነገሩ ደሓን እዩ እምበኣር፣ ኢሎም ነናብ መደቀሲኦም ከዱ። እቶም ኣጋይሽ ሕልሚ ናይ ሰራሕተኛ ክመስሎም ይኽእል ይኸውን፣ ኣነ ግና ሕልሚ ከም ዘይኮነ ኣዝየ ርግጸኛ ስለ ዝነበርኩ፣ ንዝኾነ እንተታት ኢለ ክዳውንተይ ለቢሰ ማዕጾ ብምዕጻው ኣብ ደንደስ ዓራተይ ኮፍ በልኩ። ድሕሪ ሓደ ሰዓት ኩሉ ሰብ ዳግማይ ድቃስ ምስ ወሰዶን መሬት ጽምው ምስ በለን ማዕጾ ተዃሕኩሐ። ከረጋግጽ ጽን ምስ በልኩ ኸኣ፣ ጀይን! ጀይን! ተንስኢ! ክብል ኣቶ ሮችስተር ተዳህየኒ። ከምዛ ደቂሰ ዝጸናሕኩ ክመስል ቀስ ኢለ፣ ኣቤት! በልክዎ። ቀልጥፊ ተንስኢ! ክትሕግዝኒ ደልየኪ ኣለኹ፣ ጽሩይ ጨርቂ ድማ ተማልኢ! ኢሉ ንላዕለዋይ ደርቢ ገጹ ደየበ። ኣነ ድማ ከምቲ ዝበለኒ ጨርቂ ሒዘ ቀስ እናበልኩ ደየብኩ። ኣብኡ ምስ በጻሕኩ ንሓንቲ ካብተን ጸሊም ዝመዓጹኣ ክፍሊ ብምኽፋት፣ ደም ብምርኣይ ትፈርሒ ዲኺ? ኢሉ ሓተተኒ። እወ ይፈርሕ እየ እንተድኣ ኢለዮ፣ ከይዳ ምስጢረይ ክትክሽሓልያ ኢሉ ሓደ ነገር ከይገብረኒ ፈራሕኩ። ኖኖ ኣይፈርሕን እየ ድማ በልክዎ። ብድሕሪኡ ናብ ካልእ ሓንቲ ማዕጾ ከም ዘለዋ ዘይትፍለጥ ብመጋረጃ ዝተሸፈነት ማዕጾ ስለ ዝተኸፍተት ብሓባር ኣተና። ካብቲ ብጥቓ ዝነበረ ካልእ ክፍሊ ከኣ ዘሰንብድ ናይ ምግዓር ድምጺ ይስማዕ ነበረ። ኣብዚ ጽንሒ። ኢሉኒ መፍትሕ ገይሩ ከፊቱ ናብታ ክፍሊ ኣተወ። ካብታ ክፍሊ ግና ከምቲ ዓንተቦ ዝነበረ ምግዓር ዘይኮነስ ደስ ዘይብል ሰሓቕ ዝመስል ድምጺ ይስማዕ ዝነበረ። ንበይነይ ድማ ግሬስ ፖልያ ምስኡ ትስሕቕ ዘላ በልኩም። ካብታ ክፍሊ ከይደንጎየ ቅልጥፍ ኢሉ ናባይ ብምምጻእ ነቲ ኣነ ኬስተብሃልኩሉ ዝጸናሕኩ ኣብ ጥቓይ ዝነበረ ብኮቦርታ ዝተሸፈነ እልይ መሰበሎ ኣቶ ማሱን ብደም ጠልቂዩ ክሳዱ ተጓዕጺጹን ሃለዋቱ ኣጥፊኡን ረእኽዎ። ዘይተጸበኾ ነገር ስለ ዝነበረ ኣዝየ ሰንበድኩም። ኣቶ ሮችስተር ንኣቶማሶን ብኢዱ ንቕንቕ ንቕንቕ መስ ኣበሎ፣ ቁልሕ ኢሉ ክጥምተና ዓይኑ ግልህ ኣበለን። ቁሩብ ኣስተንፍስ ኣቢሉ ድማ፣ ሞትኩ! ሞትኩ! እናበለ ክቕንጽት ጀመረ። ኣቶ ሮችስተር ካብኡ ንላዕሊ ዓው ከይብል ግዲ ሰጊኡ፣ ዓሻ ኣይትኹን! ደሓን ኢኻ ዘለኻ! ክትሓዊ ኢኻ ድሕሪ ምባል ገጹ ናባይ መሊሱ፣ ንስኻ ኣብ ጽንሒ፣ ኣነ ሓኪም ሒዘ ክመጽእ'የ፣ ነዚ ደሙ ብጨርቂ ጌርኪ እትረዝሉ፣ ማይ ዝስተ'ውን ሃብዮ፣ ካልእ ግን ዋላ ሓንቲ ከይተዘራርብዮ፣ ሰሚዕኪ? ኢሉ ዓይኑ ኣፍጢጡ ጠመተኒ። ሕራይ! በልክዎ። ብደገ ኸኣ ኣጽዩኒ ኸደ። ለይቲ ምድሪ ንበይነይ ምስ ሓደ ብደም ዝጠልቄን ናብ ሞት ዝቐረበን ሰብ ኣጽዩኒ ምስ ከደ፣ እዚ ሰብኣይ ተሲኡዶ ይሃርመኒ ኢለ ኣዝየ ፈራህኩ። ኣቶ ማሶን ግና ብኸቢድ ተሃስዩ ስለ ዝነበረ ጸጥ ኢሉ ነበረ። ካብ ኣቶ ማሶን ክመጸኒ ዝኽእል ሓደጋ እኳ እንተ ዘይነበረ፣ ካብታ ብመጋረጃ ዝተሸፈነ ማዕጾ ዘለዎ ኽፍሊ ዝወጽእ ዝነበረ ሰሓቕን ደስ ዘየብል ድምጽን ግና ዝያዳ ኣጨነቐኒ። እቲ ሰሓቕ እቲ ካብ ሓደ ሰብ ጥራይ ዝምንጩ ኮይኑ መመሊሱ ይቐጽል፣ ኣነ ድማ ብፍርሒ መመሊሰ ይጭነቕ። ሓደ ሰብ ንበይኑ ከመይ ኣቢሉ ይስሕቕ? ናይ ኣእምሮ ጸገም ዘለዎ ሰብ ክኸውን ኣለዎ ኣብ ዝብል መደምደምታ ድማ በጻሕኩ። እቲ ድምጺ ዝነበሮ ክፍሊ ግና ብመፍትሒ ዝተዓጽወ ስለ ዝነበረ እቲ ሰብ ብኣካል ናባይ ክመጽእ'ዩ ዝብል ስክፍታ ኣይነበረንን። ይኹን እምበር ፍርሕን ጭንቀትን ኣይገደፈንን። ናብ መደቀሲ ክፍለይ ከይከይድ ድማ ብደገ ዓጽዩኒ ከይዱ። ኣብ ሓሳብ ኣትየ ላዕልን ታሕትን በልኩ። በቲ ብ ቀረባ እዋን ብተደጋጋሚ ዝወረደ መጥቃዕቲ ማለት ሓደጋ ገረመኒ። ቅድሚ ሕጂ ንኣቶ ሮችስተር ናይ ሓዊ ቃጸሎ ሓደጋ ኣጋጢምዎ። ሕጂ ድማ ናይ ኣካል መጥቃዕቲ ኣብ ልዕሊ ኣቶ ማሶን ኢለ ብምሕሳብ ንምንታይ ነዚ ጋሻ መጥቃዕቲ ወሪድዎ? ናብዚ ላዕለዋይ ደርቢኸ መዓስ ደይቡ? ኣቶ ሮችስተር እንዶ ኣብቲ ታሕተዋይ ደርቢ ዝርከብ ክፍሊ መደቀሲ ሂቦ ኣይነበረን። እቲ ምሸት ምስ ሮችስተር ብሓባር እንከለና ኣቶ ማሶን ዝበሃል ጋሻ መጺኡ ኣሎ እንተ በልክዎ ንምንታይ ኣዝዩ ሰንቢዱ? ኢለ እናስተንተንኩ ከለኹ ኣቶ ሮችስተር ነቲ ሓኪም ሒዝዎ ብምምጻእ ንዓይ ካብቲ ፍርሕን ሻቕሎትን ከድሕነኒ እንከሎ ንኣቶ ማሶን ድማ ሓኪም ብምርካቡ ፍኹስ በለኒ። እቲ ሓኪም ደም ናይ ማሶን ድሕሪ ምጽራግን መርፍእ ምውጋእን ህይወት ክዘርእ ጀመረ። ነቲ ቁስሉ እናኣሰረሉ እንከሎ ኣብ ሕቕኡ ኣሰር ናይ መንከስቲ ስኒ ከምኡ ድማ ናይ ካራ መውጋእቲ ኣለዎ ክብል እቲ ዶክተር ክዛረብ ሰማዕኩዎ። ኣቶ ማሶን ኣዝዩ ስለ ዝፈኾሶ፣ እዚ ናይ ስኒ መንከስቲ ድሕሪ'ቲ ኣቶ ሮችስተር መጺእካ ነቲ ኻራ ምሕዳካ ብስና ጌራ ዝነኸሰትኒ'ዩ፣ በለ። ነዚ ዘረባ ምስ ሰማዕኩ ኩሉ ነገር ሕርብት በለኒ። በቲ ዝሰማዕኩዎ ስለ ዝተገረምኩ ድማ፣ እዋእ! ድሕሪ ምባል፣ መን'ያ እዛ ከምዚ ትገብር ዘላ? ንምንታይ'ከ ብተደጋጋሚ ከምዚ ከጋጥም እንከሎ ኣቶ ሮችስተር ሓደ ስጉምቲ ክወስድ ዘይከኣለ? እናበልኩ ደጊመ ደጋጊመ ኣብ ምስትንታን ኣተኹም። ነቲ ዝጀመርኩ ሓሳብ ዋላ ሓንቲ መልሲ ከይረኸብኩሉ እንከለኹ ኣቶ ሮጅስተር ኣነ ነጊረካየ ንበይንኻ ኣይትኺዳ ጽባሕ ምስ ወግሐ ብሓንሳብ ክንከዳ ኢና ኢለካ እንዴ ንምንታይ ከተሃዊካ ኺድካ ሕጂ ብዝኾነ ኣቕሊሉልካ ኣሎ ናብ ዌስት ኢን ተመሊስካ ምስ ከድካ ድማ ጽቡቕ ጌርካ ትሕከሞ ኢሉ ናብቲ ሓኪም ብምጥማት ዶክተር፣ ሰረገላ ስለ ዘላ ምሳኻ ናብ ሕክምና ውሰዶ፣ ምስ ሓሾ ድማ ናብ ዓዱ ይኺድ፣ በሎም። ጸልማት ከምኡ ድማ ኩሎም ሰባት ደቂሶም ስለ ዝነበሩ ሰለስቴና ሳምቦ ሳምቦ ብምባል ቀስ ኣቢልና ናብቲ ሰረገላ ኣሳፍርናዮም። ኣብቲ ሰረገላ ኣሳፊርና ምስ ኣፋነናዮ ናብ ገዛ እናተመለስና እንከለና ጀይን ኣዚኺ ዝፈራሕክን ዝተሻቐልክን ትመስሊ ኣለኺ፣ ገጽኪ መልኣኹ ዝተዳህለ መሲሉ ይረኣየኒ ኣሎ፣ በለኒ። ንበይንኺ ምስ ገደፍኩኺ ዲኺ ማራ ተሻቒልኪ? ብምባል ድማ ሓተተኒ። ኣነ ኸኣ ንዓይ ኣቶ ማሶን ኣይኮነን ኣፍሪሑኒ፣ ንሱ ደኣ ምሽክናይ ንነብሱ ተወጺኡ ይቕንዞ እዩ ነይሩ። ንዓይ ብዙሕ ዘፍርሓኒ ካብታ ኣብ ጥቓኣ ዝወጽእ ዝነበረ ደስ ዘየብል ሰሓቕን ድምጽን እዩ። በልክዎም። ካብኡ ደኣ እንታይ ከይመጸኪ ፈሪሕኪ? ማዕጾ ዓጽየ እንድየ ከይደ። በለኒ። በቲ ዝሃበኒ መልሲ ስለ ዘይዓገብኩ፣ ሕጂ'ውን እዛ ሰበይቲ ኣብዚ ክትቅጽል ድያ? ብማለት ተገሪሙ ሓተትኩዎ። በቲ ኩነታት ዘይተጨነቐ ክመስል፣ እወ ኣብዚ ክትነብር እያ፣ ብዛዕባኣ ብዙሕ ኣይትሕሰቢ። በለኒ። እዚ ዳሕረዋይ መልሲ ምስ ሃበኒ ምስ ነብሰይ እምበርዶ ደሞዝ እናኸፈለ ዘስርሓ ሰራሕተኝኡ እየ? ብማለት ተጠራጠርኩ። ዘረባይ ብምቕጻል ከኣ፣ ኣነ ዝብለካ ግና ንሳ ኣብዚ ክሳዕ ዝሃለወት ህይወትካ ይኹን ህይወትና ብሓደጋ ዝተኸበት እያ፣ ስለዚ ሓደ ነገር ዘይትገብራ። በልኩዎ። ንሱ ግና መሊሱ ብዙሕ ጸገም የለን ኣይትፍረይ እንተ ትፈርሕን ትጭነቕን ኣለኽን ግና ማዕጾኺ ዓጺኺ ደቅሲ ካብ ግዳም ብዝመጹ ሰረቕቲ ጥራይ ተጠንቀቕ እምበር ካብዚ ማዕጾ ከፊቱ ዝኣትወኪ የለን ብዛዕባይ ድማ ብዙሕ ኣይትሸገሪ ኣነ ብተፈጥሮይ ብዙሕ ጥንቁቕ እየ ንዓይ ማሶን ኣብዚ እንተ ኣሎ ስግኣት እዩ በለኒ። በዚ ዳሕረዋይ ዘረባይ ብዛዕባ ማሶን ተገሪመ ከኣ ደግመ። በዚ ዳሕረዋይ ዘረባ ናይ ማሶን ተገሪመ ከኣ ማሶን ደኣ እንታይ ከይገብረካ ንባዕሉ ተዳኺሙ ዘሎ? በልክዎም። እወ ንሱ ከጥቅዓኒ ዝኽእል ዓቕሚ የብሉን። ካብዚ እንተደኣ። ኣብዚ እንተ ደኣ ሃልዩ ግና፣ እንተ ገደደ ነቲ ዝሓስቦ ዘለኹ ሕጉስ ህይወት ከበላሽወለይ ይኸእል እዩ። በለኒ። ሕጂ ግና ሓደ ነገር ክሓተኪ ስለ ዝደለኹ ኮፍ በሊ። ብምባል ድማ ደጊሙ ተዛረበኒ። ኣቶ ሮችስተር ቅድሚ ምሕታቱ ግና ናብ ሰማይ ብምጥማት፣ ኣቤት ዝሙቐት ናይዛ ጸሓይ ክጥዕም! እዚ ድምጺ ናይ ዘረጋቢት ውን ደስ ክብለካ ብምባል። ጀይን ሓደ ሰብ ኣብ ወጻእ ሃገር ሓደ ዓቢ ጌጋ ይፍጽም ንበል ይብለኒ። ኣቓልቦይ በቲ ሓሳባት ተታሒዙ ስለ ዝነበረ ከም ዝሰምዖ ዘለኹ ንምርግጋጽ፣ ትሰምዕኒ ኣለኺ? ጠንቂ ናይዚ ጌግኡ ድማ ንምሉእ ህይወቱ ብሕማቕ ይጸልዎ። ድሕሪ ክንደይ ከልበትበት ናብ ገዝኡ ምስ ተመልሰ ሓንቲ ሓዳስ፣ ንፍዕትን ቅንዕትን ወይዘሪት ይላለ። ነዚ ሰብ እዚ እቲ ሕብረተሰብ ነቲ ናይ ቀደም ጌግኡ ብምግዳፍ ይቕረ ክብለሉን ምስታ ዝተላለያ ወይዘሪት ብሰላም ክነብርን ኣይገድፎን? ብማለት መልሲ ደልዩ ጥምት ኣበለኒ። እዋእ ነዚ ሕቶ'ዚ ክምልስ ይኸብደኒ'ዩ። ደሓር ከኣ ሓጢኣትካን ጌጋታትካን ይቕረ ክበሃለልካ ነቲ ሕብረተ-ሰብ ዘይኮንካ ክትሓቶ ዘለካ፣ ናብ እግዚኣብሔር ኢኻ ክትጽልን ምሕረት ክትልምንን ዘለካ። እዚ ሕብረተሰብ ደኣ ይቕረ ይግበረለይ እምበር እግዚኣብሄርሲ እንተለሚነዮ ክሓድገለይ ኢሉ ድንም በለ። እቲ ዝስማዕ ዝነበረ ድምፂ ረጋቢት ጸጥ በለ። እታ ዝደልያ ዘሎ ወይዘሪት ስማ ክነግረኒ ኢለ ኸኣ እታ ትደልያ ዘለኻ ወይዘሪት ደኣ ስማ መን እዩ? ብማለት ሓተትኩዎ። እሕሕ ኢሉ ጎረርኡ ድሕሪ ምጽራይ በቲ ጎራን ጎረርኡ ጌሩ ምስ ወይዘሪት ኢንግራም ዘለኒ ፍቅሪ ትፈልጢ ኢኺ ንሳ ነቲ ኩሉ ጌጋታተይ ይቅረ ትብለለይ ኣይመስለንን ድሕሪ ምባል ድምጺ ሰብ ይሰምዕ ኣለኹ ናባና ገጹ'ዩ ዝመጽ ዘሎ መስለኒ ስለዚ ንስኺ በቲ ዳሕረዋይ ማዕጾ ጌርኪ ንግዳም ውጺ ኣነ ግና ኣብዚ ክጸኒሕ ስለ ዝበለኒ ካብቲ ክፍሊ ወጻእኩም ኣብቲ ማዕጾ ተጸጊዐ ጽን እንተ በልኩ፣ ኣቶ ሮጅስተር፣ ኳሕጎሰና፣ ማሶን ንዓዱ ከም ዝኸይድ ገይረ ኣለኹ፣ ንጎሆ ፋንዮ፣ በቃ ተገላጊለ፣ ኢሉ ክዛረብ እንከሎ ሰማዕክዎም። ምዕራፍ ዓሰርተው ኣርባዕተ፣ ዘይውዳእ ሽግራት ጌትስሄድ እቲ ኣብ ጌትስሄድ ንእሸተይ እንከለኹ፣ ኣብ ድቃስ ለይቲ እንከለኻ ብዛዕባ ቆልዓ ምሕላም ሕማቕ ምልክት ናይ ሓደ ክስተት እዩ እናበለት ቤሲ ትነግረና ነይራ። ሎሚ ቅነ ድማ ዘይ ኣመለይ ለይቲ ድቃስ ኣብይኒ ቀጨውጨው ክብል ብዛዕባ ቆልዑ ጥራይ ክሓልም ቀነኹም ነቲ ብሴ ትነግረና ዝነበረት ዘኪረ ድማ ፍርሒ ብፍርሒ ኮንኩም ዳሕር ግና ካብ ዝፈራሕክዎ እውን ኣይወጻኹን እቲ ኣብ ጌትስሄድ ኣብ ጥቓና ዝነበረ ሮበርት በዓል ድኳን ካብቶም ስድራ ተላኢኹ ናብ ትሮምፊልድ መጸ ብኸመይ ኣብዚ ኸም ዘለኹ ፈሊጦም እንታይ ደልዩ ናብዚ መጺኡ ኢለ ስንባደን ፍርሕን ሓዋወስክዎም። ኩነታቱ ደስ ከም ዘይበለኒ ክፈልጥ ኢለ ድማ ስምዒተይ ተቖጻጺረ ኣብ ደሓን ከም ዘለኹ ተዋሳእኩም። ኣብቲ መቐበሊ ጋይሽ ኮፍ ኢልና ሓፌሻዊ ብዛዕባ ጥዕናን ህይወትን ሓድሕድና ነዊሕ ኣዕለልና። ናብቲ ቀንዲ መምጽኢኡ ክንኣቱ ስለ ዝነበረና እታ ንኣይ እተገድሰንን ምስኡ ከተራኽበና እትኽእልን ስድራ ቤት ጌትስሄድ ስለ ዝነበረት ጌትስሄድ ከመይ ኣለው በልክዎም ወላ ሓንቲ መልሲ ከይሃበኒ ዝን ስለ ዝበለ ነገር ደሓን ናብዚ ከም ዘይመፀ ጠርጠርኩም ንሱ እውን ብኸመይ ከም ዝጅምር ክሓስብ ድሕሪ ምፅናሕ ዘረብኡ ከምዚ ብምባል ጀመረለይ እቲ ዝቕጥቅጠኒ ዝነበረ ጆን ወዲ ኮይ ከም ዝሞተን ጠንቂ ሞቱ ከኣ ባህርያቱ ኣዝዩ ካብ ስነስርዓት ወጻኢ ብምዃን ገንዘብ ኣዲኡን ከምኡ ድማ ካብ ሰብ ተለቂሑ ዝወስዶን ብዝሕ ዝበለ ገንዘብ ብዘይ ሓደ ቁምነገር ሓንሺሹ ስለ ዘጥፍኦ ኣዲኡ ድማ ነቲ ለቓሕ ክትከፍል ስለ ዘይከኣለት ንኽእሰር ተፈርደ። ብተግባራቱ ኣዝዩ ስለ ዝተበሳጨወ ድማ ንነብሱ ባዕሉ ኣጥፊእዋ። እዚ መስ ኣጋጠመ ኣዲኡ ኣዝያ ስለ ዝሰንበደት ኣብ ዕውለት ኣትያ ልባ ኣጥፊኣ ኣብ ሕማቕ ኩነታት እያ ዘላ። ቁሩብ ክትዛረብ ስለ ትኽእል ከኣ ንደቃ ጸዊዓ ቅድሚ ሞተይ ንጄን ክረኽባ ስለ ዝበለተን ጆርጂናን ኤሊዛን እየን ሒዘኪ ንኽመጽእ ልኢኸናኒ በለኒ። በቲ ዘጋጠመ ኩነታት ኣዝየ ጎሃኹ። ጆርጂናን ኤሊዛን ሕራይ ኣይትብለካን እያ ዝብል ጥርጣረ ኣሕዲረን ስለ ዘፋንውኦ ንሱ እውን ብተመሳሳሊ ሕራይ ኣይትብለንን እያ ካብ ሱቕ ምባል ግና ምፍታን ይሓይሽ ኢሉ እዩ መጺኡ። ኣነ ግና ቂም ምሓዝ ጽቡቕ ነገር ከም ዘይኮነ ስለ ዝተረዳእኩ ነቲ እንከለኹ ዝበደሉንን ጠንቂ ስደተይ ዝኾነን ግፍዒ ገዲፈ ምስኡ ክኸይድ ምዃነይ ገለጽኩሉ። ንኽኸይድ ግና ፍቓድ ካብ ኣቶ ሮጅስተር ክረክብ ስለ ዝነበረኒ ንጽባሒቱ ድሕሪ ቁርሲ ብቐጥታ ናብቲ ኣቶ ሮጅስተር ዘለዎ ክፍሊ ኣምራሕኩ። ኣብኡ ኢንግራምን ኣቶሮችስተርን ከዕልሉ ጸንሑኒ። ኣነ ብምምጸይ ዕላሎም ስለ ዝተቋረጸ ኢንግራም ብክፉእ ገጽ ጠመተትኒ። ኣቶሮችስተር ርግእ ኢሉ ጄን ደሓን ደኣ መጺእኪ? እንታይ ክሕግዘኪ? በለኒ። ነቲ ሒዝዎ ዝነበረ ዕላል ገዲፉ ናብ ግዳም ብሓባር ድማ ወጻእና። ሰይትኮይ ወይዘሮ ሪድ ኣዝያ ሓሚማ ተወጺኣ ክሪኣ ክመጽእ ሰብ ስለ ዝሰደደትለይ ንኽኸይድ ፍቓድ ክትበኒ እየ መጺኤካ በልክዎም። እዚ ጉዳይ ኣይኮነን ንሱ ኣነውን ብምንም ተኣምር ሓሲበዮ ዘይፈልጥ ስለ ዝነበረ ሰንበደ። ተገሪሙ ብምጥማት ድማ ሰይትኮይ ቅድሚ ሕጂ ዋላ ሓደ ዘመድ ዶ የብለይን ኣይበልክንን? እወ ሓቅኻ ኢለካ ክኸውን እየ ምኽንያቱ ኣዝየ ይጸልኣን ክረኽባን እውን ይደሊ ስለ ዘይነበርኩን ከምኡ ኢለካ ሕጂ ግን ወዲ እኮይ ሞይቱ ንሳ እውን ብጽኑዕ ሓሚማ እናሰማዕኩስ ከምዘይሰማዕኩ ስቕ ክብል ነብሰይ ምግባር ስለ ዝኣብየኒ በጺሐ ንኽመጽእ ፍቓድ ሃበኒ እየ ዝብለካ ዘለኹ ኣቶ ሮችስተር ብኡ ገይረ ከይገድፎ ፈሪሑ ካብ መገሻይ ከበኹረኒ ምእንቲ። ኣየ ጀይን! ንሓንቲ ዘይትፈትወክን፣ ሓንቲ መዓልቲ እውን ትኹን ተገዲሳ ዘይትሓተልክን ሰበይቲ እንታይ ክትርእይላ ኢኺ ገንዘብ ክትፍኢ ክትከዲ ትሓስቢ ዘለኺ? ብዝኾነ ግን ክትከዲ ዘንቀልኪ ስለ ትመስሊ ዘለኺ ኣይክዕንቅፈክን እየ። ኪዲ ግን ቀልጢፍኪ ተመለሲ። ኣበይ እያ ትነብር? ንኽንደይ ግዜ ኢኺ ክትጸንሒ? ኢሉ ኣከታቲሉ ሓተተኒ። በቲ ብልዕለይ ዝነበሮ ጽቡቕ ኣረኣእያ ኣነ እውን ስለ ዝተሰማምኣንን ከብደይ ሓበጭቦጭ ስለ ዝበለንን ድንን ኢለ። ኣብ ጌት ሄድ እያ ትነብር፣ ኣብኡ ድማ ንሒደት መዓልታት ጥራሕ እዩ ክጸንሕ። ንሱ ግን ብኡ ገይረ ከይሽረብ ግዲ ሰጊኡ ንሓደ ሰሙን ጥራሕ ከም ዝጸንሒ ቃል እተውለይ በለኒ። ሓደ ሰሙን ውሒዱ ካብዚ ንውሕ ዝበለ ግዜ ከድልየኒ እዩ በልክዎም። በል ሕራይ ይኹነልኪ፣ እዚ ኩሉ መገዲ ግን ንበይንኺ ከመይ ኢልኪ ክትከዲ ኢኺ? ብምባል ድማ ሓተተኒ። ደሓን ናብኡ ምሳይ ዝኸይድ ሰብ ልኢኸናለይ ኣለዋ፣ ጽባሕ ንጎ ድማ ኣንጊህና ክንብገስ ኢና። በልክዎም። ካብ ትሮምፊልድ ናብ ጌትስሄድ ዘሎ ርሕቀት ንውሕ ዝበለ ስለ ዝነበረ፣ ናብኡ ንምብጻሕ ገንዘብ ስለ ዘድሊ፣ ደሞዝኪ ክህበኪ፣ ናትኪኸ ክንደይ ዝኸውን ኣለኪ? በለኒ። ኣቶ ትሮምፊልድ ካብ ዝመጽእ ዋላ ሓንቲ ደሞዝ ወሲደ ስለ ዘይፈልጥ፣ ቦርሳይ ከፊተ ነተን ዘለዋኒ ውሑዳት ሰናቲም ኣርኣኽዎም። በተን ዝነበራ ንኢሒደት ገንዘብ ተገሪሙ ብስሓቕ ክርትም ኢሉ ሰሓቐ። ካብ ቦርስኡ ኩለን ደሞዘይ ድምር ሰለስተ ሚእቲ ፓውንድ ሃበኒ። ደሓር ግና ቁሩብ ድሕሪ ምሕሳብ፣ ኩሉ ደሞዝኪ ወሲድኪ ደኣ እንተልኪ ክትምለሲ፣ እቲ ሰለስተ ሚእቲ ሃቢ እሞ እዛ ሓምሳ ይኣኽለኪ። በለኒ። ኣነ ገንዘብን ኣጠቓቕምኡን ብዝምልከት ብዙሕ ኣፍልጦ ስለ ዘይነበረኒ ክንደይ ይኣኽለኒ ዝፈልጦ ኣይነበረንን። ዝሃበኒ ወሲደ ክኸይድ ዝኽእል ሰብ'የ። ንሱ ዘረብኡ ብምቕጻል፣ ደሞዝኪ ኹሉ ስለ ዘይሃብኩኺ ምእንቲ ቀልጢፍኪ ክትምለሲ ኢለ'የ እምበር ደሞዝኪ ክጠልመኪ ስለ ዝደለኹ ኣይኮነን። ስለዚ እንተ ገደደ ምእንቲ ገንዘብኪ ኢልኪ ከማን ክትመጺ ኢኺ። በለኒ። ዘረብኡ ምስ ወደኣ፣ መጺኤ'ውን እኮ ዝገብሮ ነገር የብለይን። ኣብዚ ቀረባ ግዜ ምስ ኢንግራም ክትምርዖ ኢኻ ብድሕሪኡ ምዛ መርዓትካ ንዓይን ንኣደለን ዝጠመና ኣይመስለንን እንተ ደኣ ክኢልካ ንኣደለ ናብ ኣሕዳሪ ቤት ትምህርቲ ስደዳ ንዓይ ድማ ደሞዝ ሂብካ ኣፋንወኒ ከምኡ ዝብል ርእይቶይ ዘለኒ ከምዚ ምስ በልኮ ተገሪሙ ብምጥማት ኣዝዩ ጽቡቕ ርእይቶ እሞ ንስኸ ስራሕ እንታይ ክትገብሪ ኢኺ? በለኒ። ደሓን ናተይ ጸገም የብሉን። ከምቲ ናብዚ ክመጽእ እንከለኹ ዝገበርክዎ ምልክት እታ ጋዜጣ ክከታተል እየ። በልክዎም። ደሓን ክሳብ ክንዲ እሙይ ትበጽሕኒ ኢኺ። ባዕለይ ስራሕ ክረኽበልኪ እየ። ኣነ ዝለመድክዮ ገዛ ገዲፍኪ ብድሕሪኡ ከመይ ክትብሊ ኢኺ ኢለ እየ ተጨኒቐ ዘለኹ። ቃል ይኹነኒ ድማ ጽቡቕ ስራሕ ክረኽበልኪ እየ። በለኒ። የቐንየለይ እንተ ደኣ ረኺብካለይ ደኣ እንታይ ጸገም ኣሎኒ? ጽቡቕ። ብዝተኻእለካ መጠን ግና ኣነን ኣደለን ቅድሚ መርዓት ናብዚ ገዛ ምእታዋ ክንወጽእ ኣለና፣ በልክዎም። በቲ ሓሳባት ክልቴና ስለ ዝተረዳዳእና፣ ጽቡቕ ጽቡቕ፣ ጥራይ ሰናይ መገዲ እግበረልኪ፣ ኢሉኒ ተፈላለና። ንጽባሒቱ ንጎ ተበጊስና ኺድ ወዓልና። ናብ ጌትስሄድ እናቐረብና ኣብ ዝመጻናሉ፣ ገለ ገለ ብንእሽቶይ እንከለኹ ዝፈልጦ ዝነበርኩ ክርኢ ስለ ዝጀመርኩ፣ ነቲ ሽዑ ንገብሮ ዝነበርና እግሪ ጎዕዞን ካልእን ተዘከረኒ። ሕጂ ተማሂረ ስራሕ ዘለኒ እኽልቲ ሰብ ስለ ዝኾንኩ ኣብ ልዕሊ ስድራ ቤት ሪድ ዝነበረኒ ጽልኢ ሸለል ኢለየ። ነቲ ኩሉ ዝገበሩኒ ዳርጋ ረሲዐዮ። ጌትስሄድ በጺሕና ካንሸሎ ምስ ተኸፍተ ቀዳመይቲ ንቤሲ ምስ ረኣኹዋ ናፍቖትን ሓጎስን ስለ ዝተፈራረቐኒ ተደፋነቕኩ። ጥዕና ግዲ ስኢና ኮይና ብዕድመ ዝደፍአት ኣረጊት ሰበይቲ ኮይና ተሰምዓትኒ። ክልቴና ተሳዒምና ምስ ወዳእና፣ ነቶም ኣብ መንጽርና ኮፍ ኢሎም ዝነበሩ ክልተ ኣወዳት፣ እዚኦም ድማ ደቀይ'ዮም፣ ሰላም በልዮም። ብድሕሬኺ ምስ ሮበርት ተመርዒና ዝወለድናዮም ኢና። ኣብ መገዲ ክትመጹ እንከለኹም ሮበርት ኣይዕለለክን ድዩ? በለኒ። ብዛዕባኡ ወላ ሓንቲ ስለ ዘይዕለለኒ መልሲ ኣይሃብኩዋን። እቲ ገዛ ከምቲ ዝገደፍኩዎ'ዩ ጸኒሑኒ። ሓንቲ ምምሕያሽ ኣይተገብረሉን መናድቑ ቀለም ጸሚእዎ ፋሕሽ ዩ ተለዊጡ ዝረኣኽዎ እንተ ኔሩ ኣካላዊ ጉስቁልና ናይ ሰባት ዩ ኤሊዛ ኣዝያ ቀጢናን ነዊሓን ክዳውንታ ውን ከም ቀደም ሰሓብነት ዘይብሉን ፋሽኑ ዝሓለፎን ቤሲ ድማ ዘይጠዓማ ኣረጊት ሰበይቲ ትመስል ነበረት ጆርጂና ግና ካብ ቀደማ ብዛዕባ ስድራቤት ዘይግድሳ ንዓይ ጥራይ በሃሊት ስለ ዝነበረት፣ በንጻሩ ኣዝያ ጸቢቓን ክዳውንታ ድማ ኣዝዩ ማዕሪጉን ነበረ። ብልበይ ከኣ እዚኣ መዓስ ትሓፍር ኮይና? ምእንቲ ክዳንን ምቁንጃውን ኢላ ዘይትገብሮ ነገር የብላን በልኩ። ቤሲ ናይ ብሓቂ ጽቡቕ ጌራ ክትቅበለን እንከላ ንሳተን ግና ከምታ ቀደመን ብዙሕ ኣይተገደሳለይን ከምኣ ኢለን ስድታት እየን ዘለዋ ኣነ ውን ቅጭ ስለ ዘምጽኣለይ ብዙሕ ብዛዕብእን ግዳስ ኣይገበርኩን ቁሩብ ምስ ቤሲ መስዕለልኩ ናብቲ ወይዘሮ ሪድ ደቂሳትሉ ዝነበረት ክፍሊ ኣምራሕኩ ኣብቲ ክፍሊ ምስ ኣተኹ እቲ መንደቕ ከምቲ ዝገደፍኩዎ ከይተለቕለቐ መቓብር ክመስል እዩ ጸኒሑኒ። እቲ ኣቕሑ እውን ከምኡ ብዘይለውጢ ስለ ዝነበረ፣ ነቲ ቈልዓ እንከለኹ ዝግረፈሉን ዝበኽየሉን ዝነበርኩ ዅነታት ኣዘኻኸረኒ። ወይዘሮ ሪድ ኣብ ዓራት ተጋዲማ ስለ ዝጸንሓትኒ፣ ማማ ኢለ ናብ ኣድንን ብምባል ኢዳ ሒዘ ሰዓምኩዋ። እቲ ኻብዚ ቕድሚ ምስንባተይ ዝነበራ ሒደት መዓልታት፣ ካብዚ ምስ ከድኩ ማማይለ ኣይክጽውዓክን እየ፣ ርግምቲ ምዃንኪ ድማ ንኹሉ ሰብ ከዘንትወሉ እየ ዝበልክዋ ስለ ዝተዘከረኒ በቲ ዘረባይ ሕፍረት ተሰማዓኒ። ጀይን ዲኺ? ብምባል ኢዳ ካብቲ ሒዘያ ዝነበርኩ ፍንው ኣቢላ እንቋዕ ብሰላም መጻእኪ፣ እንቋዕ ድማ ካልኣይ ንክንራኽብ በቓዕና። ናብ ቤት ትምህርቲ ለውድ ድማ እንቋዕ ሰደድኩኺ። ጽቡቕ ሓሲባ ከም ዘይትሰደኒ እኳ እፈልጥ እንተ ነበርኩ፣ ሕማቕ ከይተዛረብኩ ዘረባኣ ጽን ኢለ ይሰምዕ ነበርኩም። ዘረባኣ ብምቕጻል ድማ፣ ሰጥ ኢሉ ዝተማህረ ሰብ ኣብ ደረጃ ከም ዝበጽሕ ፍሉጥ እዩ። ርኢኺ፣ ጆን፣ ስነስርኣት ስለ ዘይገበረ ብዙሕ ገንዘብ ናትናን ናይ ሰብን ኣጥፊኡ ምንሙ ይክፈለሉ ሰኣን ገንዘብ ዝከፍለሉ እንሀልኪ ንሓዋሩ ጠፊኡ ብምባል ኮቦርታ ተከዲና ክትበኪ ጀመረት ንከጸናንዓ ብዙሕ እኳ እንተ ፈተንኩ ኮቦርታ ተሸፊና ክትሰምዓኒ ስለ ዘይከኣለት ደሓን ተዕርፍ ኢለ ገዲፈያ ናበይ ስኸድኩም? ኣብተን ዝቐጸላ ሒደት መዓልታት ጥዕናኣ ኣዝዩ ስለ ዘንቆልቆለ ንግሆ፣ ቀትርን ምሸትን ክከታተላ ጀመርኩም። እንተ እተን ደቃ ብፍላይ ድማ ጆርጂና ቅልቅል ኢላ ኣይትፈልጥን። ንሳተን ኩሉ ዕላለን ድሕሪ ሞት ኣዲኤን ብዛዕባ ዘለወን መደባት እዩ ነይሩ። ካብ ዕላለን ከም ዝሰማዕክዎ፣ ኤሊዛ ናብ ትካላት ሃይማኖት ክትከይድ ከም እትደሊ፣ ጆርጂና ድማ ናብ ለንደን ብምኻድ ምስ ኣዝማዳ ክትቅመጥ ከም እትሓስብ እዩ ድሌተን። ገና ከይሞተት ከም ዝምባለን ኣብ ልዕሊ ኣዲኤን ዘለወን ኣረኣእያ ገረመንን ደንጸወንን። ሓደ ምሸት ኣዝዩ ብርቱዕ ህቦብላ ዝተሓወሶ ዝናብ እናዘነበ እንከሎ፣ ደሃያ ክገብር ኢለ ናብቲ ደቂሳትሉ ዘላ ክፍሊ ምራሕኩም። ኣዝዩ ብርቱዕ ድቃስ ወሲድዋ ስለ ዝጸንሓትኒ፣ ኣብቲ መስኮት ተጸጊዐ ነቲ ብርቱዕ ዝናብን ህቦብላን ይዕዘብ ነበርኩ። እቲ ሄለን በርንስ መሓዛይ ቅድሚ ሞታ ዝነበረት ምሸት ዘዕለልናዮ ብዛዕባ መንግስተ ሰማያት ዘኪረ፣ እዛ ሰበይትስ ነቲ ዅሉ ኽፉእ ተግባራታ ኣብ ኣምላኽ ቀሪባ ተናሲሓ ትኸውን ኢለ ብዛዕባ እቲ ናይ ሰማይ ሓሰብኩ። ምስ ኵሉ ገፈጥ መፈጣ ኸይትመውት ድማ ብሓባር ጸሎት እናገበርና ከም እትናዘዝ ገበርኩ። በዚ ድማ ቀሲነ ዕረፍቲ ረኸብኩም። ሓደ መዓልቲ ከምቲ ዘወትር ዝገብሮ ከዕልላን ክጽልየላን ኢለ ምስ ከድኩ ደቂሳ ጸንሓትኒ። ካብ ድቃሳ ከበራብራ ስለ ዝደለኹ ኣብቲ መስኮት ኮይነ ንግዳም የማዕዱ ነበርኩ። ደሓር ግና ካብ ድቃሳ ስለ ዝተበራበረት ብዝደኸመ ድምጺ ጌራ መን ኢኺ ኣብዚ ጥቓ መስኮት ዘለኺ? ንጄኒ እባ ክረኽባ ስለ ዝደለኹ ኣድህይለይ? ዝነግራ ስለ ዘለኒ ትምጽኣኒ። በለት። ማማ ኣነ ባዕለይ ጀይን እየ ድማ በልክዋ። ጽቡቕ እምበኣር ርኤኺ ጀይን ጓለይ፣ ኣነ ብጣዕሚ ደኺመ ኣለኹ። ቅድሚ ሞተይ ድማ ነቲ ብ ልዕሌኺ ዝፈጸምክዎ በደላት ኩሉ ክነግረክን ብሰላም ክዓርፍን ደልየ ኣለኹ። ብመጀመርታ ንበዓል ቤተይ ማለት ኣኮኺ ዝኣተኽሉ ቃል ጠሊመ። ካልኣይ ድማ ድሕሪ ምባል ንደቓይቕ ዝም በለት። ኣነ እውን ክሳዕ እትነግረኒ ብልበይ እዚ ደኣ ዝፈልጦ እንድዩ ካልእ ደኣ እንተለኪ እምበር ኢለ ሓሳበይ ከይወዳእኹ እዚስ እንተዘይነገርኩኺ ይሓይሽ ዝገደደ ክትጸልእኒ ኢኺ ግና ድማ ናይ ግድን ክነግረኪ ኣለኒ ኢላ ኣጻብዕታ ናብቲ ተመዛዚ ናይቲ ኮመዲኖ ብምምልካት ኣብኡ ዘሎ ደብዳቤ ኣንብብዮ በለትኒ። ኣነ ኸኣ ናይ ምንታይ'ዩ ኢለ ተሓንጥየ ምንባበይ ጀመርኩም። ንኹሉ ድማ ሕጥቦ ብሕጡብ ኣንበብክዎም። ትሕዝትኡ ድማ ከምዚ ይብል ነበረ። ዕለት ነይርዎ። ካብ ኣቶ ጆይን ኤር ማይድራ። ዝኸበርኪ ወይዘሮ ሪድ፣ ብመጀመርታ ከመይ ትኾኒ ኣለኺ? ኣነ ዘይትፈልጥኒ ሓወቦኣ ንጄን ኤር ኮይነ ውላድ ዘይብለይ ብዙሕ ሃብቲ ድማ ዘለኒየ ሕጂ ግና ኣነ ብዙሕ ይሓምም ስለ ዘለኹ ናባይ ስደድያ እሞ ክሳዕ ዘለኹ ምሳይ ትነብር ምስ ሞትኩ ድማ ነቲ ዘሎኒ ሃብቲ ወራሲት ትኸውን የቐኔለይ ጆን ኤር ነቲ ደብዳቤ ኣንቢበ ምስ ወዳእኹ፣ እዚ ኹሉ እዋን ንምንታይ ብዛዕባ እዚ ሓወቦይ ሰሚዐ ዘይፈልጥ ብማለት ብዙሕ ተገረምኩ። ንሳ ግና ኣዕሚቓ ብምስትንፋስ፣ ርኤኺ፣ ብዙሕ ይጸልኣኪ ስለ ዝነበርኩ፣ ኩነታትክን ሃለዋትክን ከየረጋገጽኩ፣ ብዙሓት ተማሃሮ ኣሕዳሪ ቤት ትምህርቲ ሎይድ ብቲፎ ሞይቶም ዝብል ወረ ምስ ሰማዕኩ፣ ንሳ'ውን ሞይታ'ያ ትኸውን ካብ ዝብል ተበጊሰ ንትምህርቲ ናብ ሕዳሪ ቤት ትምህርቲ ምስ ሰደድኩዋ፣ ኣብቲ ቤት ትምህርቲ ብዝተላብዐ ቲፎ ተለኺፋ ሞይታ ኢለ መልሲ ሰዲደሉ። እዚ ጉዳይ እዚ ካብ ኩሉ ንላዕሊ ስለ ዘጨነቐኒ ንኽናዘዝ ሰብ ሰዲደ ጸዊዐኪ ኢላ ኣምሪራ ክትበኪ ጀመረት። ነዚ ምስ በለትኒ በቲ ተግባራታ እኳ እንተ ተገረምኩ ብልበይ ናብ ኣምላኽ ደኣ ተናዚዘ እምበር ኣነ ደኣ ተናዚዝኪ ኣይተናዚዝኪ እንታይ ክገብረኪ ኢለ በልኩም ቂም ክሕዘላ ስለ ዘይደለኹ ድማ ማማ እዚ ሕጂ ኣብቂኡ ብዙሕ እዋን ዝገርመኒ ኣይኮነን ሕጂ ውን ብቐደሙ ኣነ ንጸገም እየ ተፈጢረ ኢለ ዘረባይ ከይወዳእኹ ብጣዕሚ ረባሺት ስለ ዝነበርኪ ኣዝየ ዝጸላኣኪ ነይረ ምስ በለትኒ ግና ዘይናተይ ጠባይ ስለ ዝሃበትኒ ስቕ ክብል ኣይከኣልኩን። ከምዚ ኢለ ድማ መለስኩላ፣ ኣነ ግና ከምዚ ትብልዮ ዘለኺ ዓይነት ቈልዓ ኣይነበርኩን። ፍቕሪ ትልግስለይ ኔርኪ እንተ ትዀኒ ኣነ'ውን ዓጸፋ መፍቀርኩኺ። ሕጂ ግና ብዝዀነ ዝሓለፈ ጕዳይ ስለ ዝዀነ፣ ኢለ ንብዓት ክደራርስ ቅርብ እንተበልኩ፣ ነቲ ረባሺት ዝብል ጠባይ ስለ ዘይተቐበልኩዎ ርሕቕ ብምባል ሕቖኣ ሃበትኒ። ኣነውን ንግዳም ወጻእኩም። ንለይቱ ነቲ ኣብ ልዕለይ ዝነበራ ጽልኢ ኣብ ከብዳ ሒዛ ህይወት ኣብቅዐት። ምስ ጎረባብቲ ይኹን ኣዝማድ ጽቡቕ ምቅርራብ ስለ ዘይነበራ መጺኡ ዘለቅስ ሰብ ኣይነበረን። ምስ ብሴ ብምዃን ንምምሕዳር ከተማ ጸዊዕና ኣብቲ ጥቓና ዝርከብ ቤተ ክርስቲያን ከም እትቕበር ገበርና።